እዚ ብመሃዙትን መሳርህትን ጆይስ ማየር ሚኒስትሪ እናተሓገዘ ዝቐርበልኩም መደብ እዩ። ነጥቢ ቁጽሪ ሓደ መዓልታዊ ህይወት ምስትምቓር ክብል ከለኹ እቲ ትኹረት ኣብ ነብሲ ወከፍ መዓልቲ እዩ። መዓልቲ ደሞዝ ወይ ዕረፍቲ ወይ ሓድሽ ክዳን ምርካብ ወይ ናብ ድግስ ምኻድ ኣይኮነን። ኩሉ መዓልቲ እዩ ተራ ሓደ ሓደ ግዜ ልሙድ እዩ ሰኑይ ሰሉስ ረቡዕ ሓሙስ ዓርቢ ኣብ ተራፊክ ምዝዋር ሸሓነ ምሕጻብ ሳዕሪ ምጽጻድ እቲ ሳዕሪ መሊሱ ይዓቢ መሊስኩም ትዓጽድዎ እቶም ሸሓነታት ትሓጽብዎም ተቅሙጥዎም ቆልዑ የውጽእዎ መሊሶም የርስሕዎ ዳግማይ ትገብርዎ መሊስኩም ተቅሙጥዎ ክንደይ ኢኩም ብዛዕባ እታይ ይዛረብ ከም ዘለኩ ትፈልጡ ስለዚ ካባካትኩም ክንደይ ሓድ ሓደ ግዜ ኩሉ ምስራሕ ስልችው ዝበለኩም ምስራሕ ጥራይ ምስራሕ ምስራሕ ጽቡቅ ርኣዩ ከምዚ እዩ ብዝኮነ ክትሰርሕዎ ክትግደዱ ኢኩም ስለዚ እቲ ነጥቢ እታይ እዩ ሕጂ ሎሚንኮ ርትኣዊ ክከውን እየ ዝጽዕር ዘለኩ ምክንያቱ መጽሓፍ ቅዱስ ብሓቂ ኣዝዩ ምክንያታዊ ምኳኑ ስለ ዝኣምን ኣብ ሕድሕድ መዓልታዊ ሂወትካ ብዙሓት ነገራት ክትገብሮ እትደሊ ነገር ምፍራሕን ሕማቕ ስምዒትን እንታይ ረብሓ ኣለዎ? ዝስምዓኒ ዘሎ ስምዒት ዋላ ሓንቲ ክገብሮ ኣይክእልን ትብሉ። ነገር ግን በቲ እትሓስብዎ መንገዲ፣ በቲ እትዛረብሉ ኣገባብን ነተሓሳስባኹምን ክትሕግዙ ትኽእሉ ኢኹም። ሎሚ ንዛረበሉ ድማ ብዛዕባኡ እዩ። ከመይ ንሓስብ? ከመይ ንዛረብ፣ ኣመለካኽታና፣ ኣብ ውሽጥና እንታይ ይካየድ ኣሎ፣ ኣብዚ ጽቡቕ ኣብነት ኣሎ፣ ሰባት ድማ ትማሊ ምሸት ኣብዚ ብምንባሮም ጥራይ ነዚ ኣብ ህይወቶም ይትግብርዎ ከም ዘለዉ ይፈልጥ እየ። ግና እታ ድጋፍ ወሃቢተይ ንሳን በዓል ቤታ ማይክን ንሕና ወጺእና ዋዕላታትና ክንገብር ከለና ምሳና ይጓዓዙ። ንሳ ድማ ሕጂ ኣብ ናተይ ትምህርቲ ካብ ትጅምር ሰላሳን ሓሙሽተን ዓመታት ኣቑጺራ እያ። ንሳ ድማ ዝበልካያ ዝኾነ ይኹን ክገብሮ እየ ዝብል ኣተሓሳስባ ኣለዋ። ሕጂ ኩሉ ሰብ ከምኡ እንተዝኸውን ምተመነኹ። ነገር ግን ድሕሪ ነፍሲ ወከፍ እትሰምዖ መልእኽቲ ኣብ ህይወታ ከተተግብሮ ክትፍትን ትደክም። እቲ ቃል ሰሚዑ ገዛ ከይዱ ግን ፍጹም ዋላ ሓንቲ ዘይገብር ዓይነት ሰብ ኣይትኹኑ። ከምኡ እንተጌርኩም ግዜኹም ኢኹም ተባኽኑ ዘለኹም። ምኽንያቱ ሰማዒት ኣይኮኑን ከምቲ ኣምላኽ ዝደልዮ ጽቡቕ ህይወት ዝህልዎም። እቶም ገበርቲ እዮም። ሰሚዕና እንተዘይጌርናዮ ግን መጽሓፍ ቅዱስ ኣንጻር ሓቂ ብምምኽናይ ንርእስና ነታልል ከም ዘለና ይገልጽ። እዚ ዝብሎ ዘለኹ ትኽክል ምዃኑ ትስማምዑ ኢኹም? እንተኾነ ግን ገዛኹም ኬድኩም ኣብ ህይወትኩም እንተዘይተግቢርኩምዎ ኣብዚ ብምህላውኩም ምሉእ ብምሉእ ግዜኹም ኣባኺንኩም ማለት እዩ። ግዜኹም ኣባኺንኩም ማለት እዩ። ሕጂ እዚኦም ካብ ልምዲ ክትረኽብዎም ዘለኩም ነገራት እዮም። ግን ንሳ ድማ ሕራይ ሎሚ ንግሆ ምስ ተንሳእኩ ሓሲበ፣ ሕራይ ንግሆ እንታይ እዩ ደስ ዘይብለኒ? ንሳ ድማ መመላኽኢ ምጥቃመይ ኣየሕጉሰንን ኢላ ሓሰበት። ትፈልጡ ኢኹም ኩላትና ዘይንደልዮ ዝተወሰነ ነገራት ኣለዉ፣ ማለተይ ብተፈጥሮኹም ደስ ዘይብለኩም። ስለዚ ሕራይ ነቲ ናይ ትማሊ ምሸት ትምህርቲ ኣቃልቦ ክህቦ እየ፣ ዘዘናግእ ክገብሮ እየ ኢላ ሓሰበት። ደሓር ከኣ ኣይፋሉን፣ ኩሉ ግድን ዘዘናግእ ክኸውን የብሉን ኢላ ሓሰበት። መዓልታዊ ተራ ነገራት ከመይ ገይረ። ከም ዘስተማቕር ክመሃር ኣለኒ፣ ስለዚ ኣተሓሳስባ ኣስተኻኺላ። እዚ ብሕማቕ ኣተሓሳስባ ኣይገብሮን እየ፣ እዚ ምግባር ከሐጉሰኒ እዩ፣ ናይ ብሓቂ ድማ ክትገብርዎ ዘለኩም ንእሽቶይ ኣተሓሳስባኹም ምትዕርራይ ወይ ናብ ዝኸድኩምዎ ቦታ ሒዝኩምዎ ምኻድ እዩ። ተረጋግኡ። ኣነ ኣብ ምትዕርራይ ኣተሓሳስባ ንፍዕቲ እየ፣ ስለዚ ድማ ካልእ እንተ ዘይኮይኑ እታ ንእሽቶይ ፓድካስትኹም ሒዝኩም ነታ ስልኪ ኣብ እዝንኹም ኣጣብቕዋ እሞ ምሉእ መዓልቲ ምሳኹም ክዛረብ ፍቐዱለይ። ዝሓሸ ኣተሓሳስባ ክህልወኩም እዩ እመኑኒ። ቀደም ኣምላክ ክሕዘኒ ከሎ ከምዚ ሕማቅ ኣተሓሳስባ ነይሩኒ ኣተሓሳስባይ ክቆጻጸር ምክኣለይን ክቆጻጸረኒ ዘይምፍቃደይን ኣዝዩ ደስ ዝብል እዩ። ኣመለኻኽታኹም ናትኩም እዩ ሕማቅ ኣመለኻኽታ ክህልወኩም እንተ ኣቢኩም ድማ ሕማቅ ክህልወኩም ክገብረኩም ዝክእል ሰብ የለን ሓደ ካብቶም ሕጂ ሽሙ ረሲዐዮ ግን ሓደ ካብቶም ኣብ መዳጎኒ መዓስከራት ንነዊሕ ኣመታት ዝሓለፉ ሰብኡት እቲ ሂትለር ዝሓነጾ ንሱ ድማ፣ እዘን ኣብያተ ማዕሰርቲ ብዘይካ ኣተሓሳስባይ ኩሉ ክወስዳኒ ይኽእላ እየን፣ ሕማቕ ኣመለኻኽታ ክህልወኒ ድማ ኣብየ በለ። እዚ ሓያልዶ ኣይኮነን? ሕማቕ ኣተሓሳስባ ክህልወኩም ክትኣብዩ ከም ትኽእሉን ንህይወትኩም ፍጹም ከም ዝቕይሮን ትፈልጡ ዲኹም? ሕጂ ናይ ብሓቂ ዘይሕንጠወሉ ነገር ይጽበየኒ ኣሎ። ኣነ ከምኡ ብዙሕ ኣይፈቱን እየ ኣነ ናይ ተግባር ሰብ እየ መዓልተይ ብመደብ እንተዝኸውን ይፈቱ ካብ ነገር ናብ ነገር ናብ ነገር ድማ ምኻድ ገለ ቦታ ምስ ረኸብኩ ክድንጉይ ኣይደልን እየ ግን ድማ ብኣግኡ ክመጽእ ኣይደልን እየ ስለዚ እዙይ ማለት ዘይረኽቦ ፍጹምነት ክህልወኒ ኣለዎ ማለት እዩ ስለዚ ምጽባይ ከመይ ገርካ ከምተስተማቕሮ ተማሂረ ኣለኹ ልክዕ ዳርጋ ከም ድያብሎስ ዝጻወቶ ጸዋታ እዩ ኣነ ክሃርመካ እየ በል ናትካ ንዓይ ኣየሕርቐንን ኣብዚ ኮፍ ኢለ ነዚ ከስተማቕሮ ጽቡቕ ኣተሓሳስባ ክህልወንን እዩ ስለዚ ከመይ ጌርና ተራ መዓልታዊ ሂወት ከም ነስተማቕሮን ንመሃር ኣለና ወርሒ ምሉእ ክትሓልፍዎ እንተትኽእሉ ንኽትገብርዎ ሓደ ነገር ድማ እንተዘይትፈርሑ ብዛኣባ እትገብርዎ ሓደ ነገር እንተዘይተማርሩ ኣብ ልዕሊ ሓደ ትገብርዎ ነገር ሕማቅ ሓሳብ ወይ ሕማቅ ቀል ወይ ሕማቅ ኣተሓሳስባ እንተዝህልወኩም እንታይ ምኾነ? ክሳብ ክንደይ ንሂወትኩም ዘመሓሾ ይመስለኩም? ጽቡቅ ንዓኹም ይምልከት። ጽቡቅ እንታይ ከም ዝሓስብ ክሕግዝ ኣይክእልን እየ። እወ ትኽእሉ ኢኹም። ሕጂ ገለ ካባኻትኩም ምናልባት ከም እትኽእሉ ተማሂርኩም ኣይትፈልጡን ትዀኑ። ነዚ እዩ ድማ ኣምላኽ ሎሚ ኣብዚ ኣእትዩኩም። ከመይ ከም ዝስምዐና ኽንገብር ዘይንኽእል ንመስል። እንታይ ከም ዝዀነ ትፈልጡ? ኵሉ ግዜ ከመይ ከም ዝስምዐኒ ኽገብር ኣይክእልን እየ፣ ግን ከከም ስምዒተይ ክዋሳእ ኣይደልን እየ። ንሱ እዩ እቲ ኽንመሃሮ ዘለና ነገር። ስለዚ ናጻ ድሌት ኣለና ብዛዕባ እዚ ድማ እኹል ንሰምዕ ኣይመስለንን ብዛዕባ እዚ ኣብ ቤተክርስትያን ዝያዳ ክንሰምዕ ከም ዘድልየና ወሲነ ኣለኹ እግዚኣብሔር ናጻ ድሌት ሒዝና እዩ ፈጢሩና ንሕና ሮቦት ኣይኮናን ኩሉ ክንገብሮ ዝግባእና ክንገብር ኣይግባኣናን እዩ ኣብ ሓገዝ እግዚኣብሔር ክንሙርኮስ ከለና እውን እንተኾነ ናይ ባዕልና ሓደ ክፋል ኣሎና ሕጂ እውን ክንውስኖ ዘለና ውሳነ ኣሎ ኣብ ቅድሜኻ ህይወትን ሞትን ኣቅሚጠ ንስኻን ዘርእኻን ክትነብርሉ እትኽእሉ ህይወት ምረጹ እያሱ ድማ፣ ንዓይ ድላይካ ክትገብር ትኽእል ኢኻ፣ ኣነን ንቤተይን ግን ንኣምላክ ክንሰግድ ኢና በለ። ስለዚ ንስምዒትኩም ክትፈልጡ ኣለኩም። ስምዒት ብዝደለኻዮ ክስምዐካ ይኽእል እዩ፣ እዚ ግን ኣነ ክገብሮ እየ። ናይ ብሓቂ? ካባኻትኩም ክንደይ ብስምዒትና ኣዝዩ ብዙሕ ከም እንነብር ትስማምዑ? ከምኡ'ውን ስምዒታትኩም ተለዋዋጢ ምዃኑ ትፈልጡ ኢኹም፣ ገለ ኣብ ዘይትደልይዎም እዋን እትረኽብዎም ኣብ እትደልይዎም እዋን ድማ ዘይትረኽብዎም፣ ኣብ ቤተ ክርስትያን ንክትሰርሕ ክትምዝገብ ኮይኑ ይስምዓካ ድሕሪኡ ድማ ናይ ስራሕ መዓልቲ ምስ መጸ ተንሲእኻ ክትከይድ ኣይስምዓካን እዩ። ስለዚ ስምዒት ናይ ግድን ክፉእ ወይ ጽቡቕ ኣይኮነን ማለተይ ጽቡቓት ክህልወካ ይኽእሉ ሕማቓት ክህልወካ ይኽእሉ ኣብ ዙርያና ክመርሑናን መራሕትናን ምምርሒናን ክኾኑ ግን ክንፈቅድ ኣይንኽእልን ማለተይ ብዙሓት መዓልታት ኣለዋ ብፍቓደይ እንተኸይደ ዋላ ክገብሮ ኣብ ዝኽእለሉ እዋን ኣይፋሉን እብል። ኣብታ ጋንታ ካልኦት ክተኩ ዝኽእሉ ሰባት ረኺበ። ሎሚ ጽቡቕ ኣይስምዓኑን ዘሎ ንምንታይ ዘይትኸይድ ምበልኩ። ከምኡ ኣይገብርን እየ ኩሉ ግዜ እየ ዝመጽእ። ኩሉ ግዜ እየ ዝመጽእ። ክትጉልዕዋ ከለኹም ኣነ ኣብ መዓልታዊ ኣብታ ቴሌቭዥን እየ ዘለኹ። ተረጋግኡ። ገለ መዓልታት ሃልየ ገለ መዓልታት እንተዘይሃልየ ክገርመኩም የብሉን። ኩላትና ድማ ሓደ ዓይነት ክንከውን ኣለና። ስለዚ ሎሚ ብዛዕባ ኣእምሮኹም ኣፍኩም ከምኡ እውን ኣተሓሳስባኩም ንደስታ ህይወትኩም ብኸመይ። ከም ዝጽልዎ ክንዛረብ ኢና። ሓጎስኩም ክትዕብዩ ከም ትኽእሉ ክነግረኩም እየ ኣብዚ ዘለኹ። ሕጂ እቲ መገዲ እቲ ካልኣይ ክንረኽቦ ዝደሊ ነገር እንተሃልዩ እቲ እንኮ ብሓቂ ክንገብሮ እንኽእል መንገዲ ንኹሉ ምስ ኣምላኽን ንኣምላኽን ክንገብሮ እንተ ተማሂርና ጥራይ እዩ። ኩሉ እቲ እንገብሮ ንኣገልግሎት ኣምላኽ ኢና እንገብሮ። ስለዚ ዋላ ከም መመላኽኢኻ ምግባር ኣምላኽ ዝሓሽኩ ክመስለካ እየ እዚ ሎሚ ተጠቐምዮ ኩሉ ዝገብሮ እመኑኒ ሎሚ መመላኽዒ ምግባረይ ደስ ይብለኩም፣ ጸጉረይ ብምብጻረይ ድማ ሕጉሳት ኢኹም። ሎሚ ኣብዚ ንነዊሕ እዋን ይሰርሕ ብምህላወይ ናይ ብሓቂ ደስ ይብለኩም፣ ምክንያቱ ኣነ እንተ ዘይህሉ ጽቡቕቲ ኣይምኾነትን። ኣነ ድማ ውልቃዊት እየ፣ ብውልቀይ ይስምዓኒ፣ እንታይ ከም እትደልዩ ድማ ክትሓስቡ ትኽእሉ ኢኹም። ኣነ ከም ክርስትያናት ኣብ ዝኸድናዮ ኩሉ ቦታ፣ ናይ ኣምላኽ ስለ ዝኾንና ብዝበለጸ መንገዲ ንርእስና ክነቕርባ ከም ዘድልየና እኣምን። ኣሜን። ስለዚ ንኣምላኽን ምስኡን እንገብሮ ኩሉ ክንገብሮ ንኽእል ኢና። ከምቲ ትማሊ ምሸት ዝበልክዎ ዋላ ገዛኻ ምጽራይ ሳዕሪ ምዕጻድ ከምኡውን መኪናኻ ጻብ ከምኡ ዝኣመሰለ ነገራት ምሕብሃብ እዚ ኩሉ ብኣገልግሎት ኣምላኽ ኢና እንገብሮ። ኣምላኽ እቲ ዝሃብካኒ የመስግን እየ፣ ክከናኸኖ ድማ እየ ዝብል መገዲ እዩ። ናይ ሓደ ነገር ምውናን ሓደ ክፋል ምክንኻን ምዃኑ ትፈልጡ ዶ? ናይ ሓደ ነገር ምውናን ሓደ ክፋል ምክንኻን እየ ዝበልኩ። ሎሚ ንግሆ ኣብ ልዕለይ እትስነፉ ሕራይ እንሆ ሓደ ክልተ ቅዱሳት መጽሓፍቲ ኣብ ቆላስያስ። ናብ ገዛኡ ይድርኾ ብሓቂ ጽቡቕ ነጥቢ። ቆላስያስ ሰለስተ ዓሰርተ ሸውዓተ ብቓል ኮነ ወይ ብግብሪ እትገብሮ ኩሉ ዝኾነ ይኹን ብዘየገድስ ብስም ጎይታና ኢየሱስ ክርስቶስ ኩሉ ነገር ግበርዎ ብእኡ ኸኣ ኣብ ልዕሊኡ ተደሪኽኩም ንእግዚኣብሔር ኣብ ኣመስግንዎ። ኩሉ ነገር ኩሉ ነገር ንኣምላኽ ናብ ቤተክርስትያን ኣይንኸይድን ኢና ኩሉ ንኣምላኽ ኢና እንገብሮ እንተዘይ ኮይኑ እታ እየሱስ ማዕኸል ናይዚ ኩሉ ንስኻ ኢኻ እትብል መዝሙር እኳ ክንዝምር ኣይግባእን ወጺእና ነገራት ኣብ ህይወትና እንተዘይ ኣተግቢርና መዝሙራት ምዝማር ክነቋርጽ ኣለና ኣሜን ቀጺሉ ናይ ቆላስያስ ሰለስተ ዒስራን ሰለስተ ኩሉ እትገብርዎ ካብ ልቢ ካብ ነፍሲ ግበርዎ ገለ ዝተገብረ እቲ እተገልግልዎ ጎይታ ክርስቶስ እዩ እሞ ስለዚ ብዛዕባ እዚ ትኽክል ምዃነይ ክትኣምኑ ኣለኩም ንእግዚኣብሔር እንገብሮ ኩሉ ክንገብሮ ይግባእ ቃል ኣምላኽ ስለ ዝድግፎ ትኽክል እየ ድሓር ከኣ እቲ ናይ መወዳእታ ነገር ሂወትኩም ኣስተማቕርዎ። እታ ሕጂ ዘለትኩም ኣብ መጻኢ ገለ ግዜ ክህልወኩም ትጽበይዎ ነገር ኣይኮነን። ብነብሰይ ሕጉስ ኣይኮንኩን፣ መዓስ እየ ክሕጎስ፣ መዓስ እየ ክሕጎስ፣ እዚ ምስ ተወድኣ ክሕጎስ እየ፣ እዚ ምስ ተጀመረ ክሕጎስ እየ፣ ጽቡቕ፣ ኣብዚ ሕጂ እዋን ምሕጓስከ? ዝኾነ ሰብ ነዛ መዓልቲ ከስተማቕራ ይደሊ ድዩ ወይስ ነዛ መዓልቲ ከተበላሽዉዋ ትደልዩ? መዓዝ ከመይ ጌርኩም ከም ትሕጎሱም ሕሳብ። ነዚ ጽሑፍ እዚ ድማ ኣብ መክብብ ረኺበዮ። ጽቡቕ ብሓቂ ዝኾነ ነገር ኣይረኸብኩን ርግጸኛ እየ ኣምላኽ ናባይ መሪሕዎ ግን ናብኡ መሪሑኒ። ብዓይኒ ምርኣይ። ብነፍሲ ኻብ ምቕብዝባዝ ይሓይሽ። እቲ ንሓደ ሰብ ዚቐርብ ባህታ፣ ብነፍሲ ኻብ ምቕብዝባዝ ይሓይሽ። ኣነ ነታ ጽሕፍቲ ኣዝየ እየ ዝፈትዋ። ንሱ ኻብቲ ኣብ ቅድሜኻ ዘሎ ኸተስተማቕሮ ኣብዚ ሕጂ እዋን ኣዝዩ ዝሓሸ እዩ ይብል ኣሎ። ካብ ኣብ ዙርያኻ ኾፍ ምባልን፣ እዚ ኹሉ ናይ ትምኒት ድሌታት፣ ብዛዕባ እዚ ኹሉ ነገራት ሓደ መዓልቲ ክህልወካ ተስፋ እትገብርን ኣብቲ መስርሕን ዝኾነ ነገር ከይተስተማቕሮ፣ ውላድኩም ክልተ ዓመት እንተኾይኑ ነቲ ወዲ ክልተ ዓመት ቆልዓ ዝተማቕሩ፣ ኮፍ ኢልኩም ደቂ ሰለስተ ዓመት እንተዝኾኑ ኢልኩም ኣይትመነዩ። ቆልዑ ትምህርቲ ምስ ጀመሩ ክሕጎስ እየ፣ ቤት ትምህርቲ ምስ ተዓጸወ ክሕጎስ እየ፣ ነቶም ቆልዑ መዓልታዊ ናብ ቤት ትምህርቲ ብምምልላስ ደኺመ ኣለኹ፣ እዞም ቆልዑ ኮሌጅ ምስ ኣተው ክሕጎስ እየ፣ እተን ሕሳብ ምኽፋል ሰልችው ኢሉኒ፣ መዓስ ክሕጎስ እየ? ክሕጎስ እየ ክሕጎስ እየ። ጽቡቕ፣ ነፍሲ ወከፍ ካብቶም ድሒርካ ክትሕጎሰሎም እትኽእል ነገር ዝጎደለካ ነገር እዩ። እመኑኒ፣ ድሓር ምስ ኣበኹም ክትሓስቡ ኢኹም፣ ግዜ ወሲደ ምስ ስድራይ ዝያዳ እንተ ዘስተማቕር ጽቡቕ ነይሩ፣ ግዜ ወሲደ ምስ ገዛይ ዝያዳ እንተ ዘስተማቕር ጽቡቕ ነይሩ። ስለዚ ሰለስተ ነገራት መዓልታዊ ህይወት ኣስተማቕሩ፣ ህይወትኩም ኣስተማቕሩ፣ ኩሉ እትገብርዎ ድማ ኣብ ኣገልግሎት ኣምላኽ ግበርዎ። ሕጂ ብሓቂ ክልተ ህይወት ኣለና፣ ደጋዊ ህይወት ኣለና፣ ውሽጣዊ ህይወት ድማ ኣለና። እዚ ኣብዚ ደገ እንገብሮ ህይወት ኣለና፣ ነገራት ክንገብር ድማ ኩነታት ኣለና። እዚ ድማ ንኹሉ ዘርኣዩ ሰብነት ኣሎ። ሽዑ ግን ካልእ ምሉእ ህይወት እውን ኣለና፣ ውሽጣዊ ህይወትና ድማ እዩ። ኣብ ውሽጥና ዝካየድ ዘሎ ንሱ እዩ። ርኣዩ እሞ እቲ ዘፍርሕ ነገር ንሓደ ሰብ ፍሽኽ ክትብሉን ክትሓስቡን ትኽእሉ ኢኹም። ብሓቂ በቃ ክጻወረኩም ኣይክእልን እየ። በቃ ቀልጢፈ ካብ ባዕለይ ይርሕቕ፣ ምክንያቱ ክጻወረኩም ስለ ዘይክእል። ፍሽኽ ኢልኩም ድማ ንእግዚኣብሔር ኣመስግን ክትብሉ ትኽእሉ ኢኹም። ኣየ ብፍቕሩ እግዚኣብሔር እየ ዘፍቅረካ። እዚ ድማ ምሱላይ ምዃን ዝበሃል እዩ። ከምኡ እውን ምምሳል። ሕጂ እቲ ሓቀኛ ሕይወትና፣ እቲ ትክክል ሓቀኛ ሕይወትና ኣባና ኣሎ። እቲ ሓቀኛ ንሕና ድማ ኣባና እዩ ዘሎ። መንግስቲ ኣምላኽ ኣብ ውሽጥና እያ ዘላ። ኣምላኽ ኣባና ክነብር እዩ ዝመጽእ፣ ምኽንያቱ እቲ ንኹሉ ክቕይሮ ዝደሊ ቀዳማይ ቦታ ንሱ እዩ። ኩሉ ነገር ድማ ፍጹም ሓድሽ ግበሮ። ካብ ደገ ናብ ውሽጢ ክትቅይሮ ምፍታን ፋይዳ የብሉን። እዚ ድማ ሕግታት ምክታል እዩ። እዚ ኩሉ ሕግታትን ስርዓትን እዚ ክገብሮ ዘለኒ ነገራት ከቕይረኒ ኣይክእልን እዩ። መጽሓፍ ቅዱስ ግን ከምዚ ዓለም ኣይትኹኑ ግን ብምንታይ ምተቐየርካ ምሉእ ኣእምሮኻ ምሕዳስ ይብል ስለዚ ሓደ ኣማኒ ንክርስቶስ ምስ ተቐበለ ዝገብሮ ቀዳማይ ነገር እቲ ቀዳማይ ክትገብሮ ዘለካ ነገር ከምቲ ኣምላኽ ዝሓስቦ ከመይ ጌርካ ከም እትሓስብ ምምሃር እዩ። ሮሜ ዓሰርተ ክልተ ቁጽሪ ክልተ እውን ከምዚ ይብል ክንቅይር ኢና ኣይንትርጎምን ኣይተረዳእኩምን ተረዲእኩም ድዩ እንተ ተተርጎምካ ኣብዚ ኣለኻ ድሕሪኡ ሓንደበት ኣብኡ ትህሉ እንተ ተቐይርካ ግን ቁሩብ ግዜ ይወስድ እዩ ከይዲ እዩ ቀስ ብቐስ እዩ ዝኸውን። ብፍጹምነት ኣይሓስብን እየ ግን ብርግጽ ካብቲ ዝገብሮ ዝነበርኩ ሙሉእ ብሙሉእ ዝሓሸ ይሓስብ። ካልእ ኣምላክ ዝገበረለይ ድማ ክነግረኩም። ሕጂ ጨናዊ ኣተሓሳስባ ክህልወኒ ከሎ ያለልየዮ። ንቑሩብ ክህልወኒ ይኽእል እዩ ግን ብዙሕ ነዊሕ ኣይኮነን። ገለ ትኽክለኛ ነገር ስለ ዘይስምዓኒ ድማ ኣለልየዮ። ነዚ ዝያዳ ኣቃልቦ ክንህቦ ክንመሃር ኣለና። ንምግላጽ ከቢድ እዩ። ስለዚ ሓደ ነገር ቅኑዕ ኮይኑ ኣይስማዕን ክብል እየ። ሰላም ኣይስምዓኩምን እዩ። ኣይስምዓኩምን። ሓጎስካ ምስኣን ነገር ንምንታይ ሓጎሰይ ከም ዝሰኣንኩ ኣይፈልጥን። ጽቡቕ ሓጎስኩም ክትስእኑ ከለኹም ቀዳሞት ክትገብርዎም ዘለኩም ነገራት ኣተሓሳስባኹም ምምርማር እዩ። ካልእ ሓጎስኩም ምስ ሰኣንኩም ክትገብርዎ ዘለኩም ነገር ድማ ብዛዕባ እቲ ክትዛረብሉ ዝጸናሕኹም ምሕሳብ እዩ። ሕጂ እውን ኣብ ኣፍ ጸገም ዘለዎ ሰብ ኣሎ ድዩ? ማለተይ ኣፍ ከም እንስሳ ዘገዳም እዩ። መጽሓፍ ቅዱስ ኣብ ያእቆብ መልሓስ ክዕግስ ዝኽእል ሰብ የለን ይብል። እቲ እንኮ ዝፍጸመሉ መገዲ ካብ መንፈስ ቅዱስ ብስሩዕ ኩል ግዜ ብዓብዪ ሓገዝ እዩ። ስለዚ ሎሚ ካልእ መልእኽቲ ስለ ዘምሃርኩኹም ይቕሬታ ኣይሓተኩምን እየ። ኣብ ኣእምሮ ኣፍ ከምኡ እውን ኣተሓሳስባ ምክንያቱ ክንሰምዖ ዘለና ነገር ስለ ዝኾነ። ምናልባት ኣብ ነብሲ ወከፍ ወርሒ ክልተ ወይ ሰለስተ ግዜ ክንከይድ እንተ ኾይንና። ኣብ ርእስና ዚጐዩ ኣእላፍ ኣተሓሳስባ ኣለና። መጽሓፍ ቅዱስ ድማ ነቶም ጌጋታት ክንድርብዮምን ነቶም ጽቡቓት ክንዕቍቦም ከም ዘለና ይምህረና። ንሱ እዩ እቲ ሓቀኛ ህይወትኩም፣ ምሳኹም ዘሎ ህይወት ኣይኰነን። ብሓቂ ዘሕጕሳት ዚገብረና ኵነታት ኣይኰነን፣ ብዛዕባ ዅነታትና እንሓስበሉ ኣገባብ እዩ። ብዛዕባ ኩነታትና እንዛረብሉ ኣገባብ እዩ። ንኹላትና ብሓቂ ክንድኡ ዘይሕጉሳት ዝገብሩና እቶም ኣብ ህይወትና ዘለዉ ሰባት እኳ ኣይኮኑን። ከምኡውን ኣዝዩ ከቢድ ግዜ ዝህቡኹም ሰባት ከም ዘለዉ ይፈልጥ እየ። ኣነ ምስ ከምዚኣቶም ፈጺመ ከም ዘይገጥም ጌርኩም ኣይትሕሰቡ፣ ምኽንያቱ ስለ ዝገጥም። እዚ ድማ ክነግረኩም። ኣብ ህይወተይ ሽግር ዝህቡኒ ሰባት እንታይ ጸገም ኣለዎ ዝብል ብዝሓሰብኩ መጠን፣ ቅዳድ ወረቐት ክትወስድ ፈትን። ምናልባት ድማ መጻምድትካ ወይ ሓደ ኻብ ደቅኻ፣ መን ይኹን መን ኣብ ከባቢኻ ዘሎ ኣብ ስጋኻ ኸም እሾኽ ይሽኳዕ፣ ሓማትካ፣ ኣዴኻ፣ ኣቦኻ፣ ጎረቤትካ፣ ዝዀነ ይኹን፣ ኣብኡ ኾፍ ኢልካ ንዅሉ ሰብ ከም እተፍቅሮ ኣይተምስል፣ ከም ዘይትፈትዎ ይፈልጥ እየ። ንስኻ ኸምዚ። ወረቐት ወሲድኩም እንታይ ጸገም ከም ዘለዎ ጽሓፉ። ደሓር ከኣ ልክዕ ኣብዚ ብዛዕባ ኩሉ ክትገብሮ እትኽእል ምስኦም ቅኑዕ ክትሓስብ ጀምር። ከቢድ ኣይከውንን እዩ። ምስ ዴቭ ጌጋ ነገራት ክረክብ ይኽእል እየ ማለተይ ንሱ ድማ ናብ ፍጹምነት ዝተቐረበ እዩ ኩላትና ንፈልጦ ኢና። ግን እንታይ ከም ዝኾነ ትፈልጡ ብዛዕባ እቶም ብሓቂ ዝገብሮም ነገራት እንተ ሓሲበ ማለተይ ሰብኣይ ዴቭ ሸሓኒ ይሓጽብ እዩ ክዳውንቲ ይሓጽብ እዩ ናብ መንገዲ ክንወጽእ እንተ ኮይና እሞ ክዳውንተይ እንተ ኣድልዩኒ ይትኩሰለይ ሕጂ ኣብቲ ካልእ ዓምዲ ብዙሕ ግዜ ጎልፍ ይጻወት። ኩዕሶ እግሪ ብዙሕ ግዜ ይርኢ። ኣብ ዝሓለፈ ሰሙን ንገብሮ ኣብ ዝነበርና ናይ መጽሓፍ ፊርማ ሓንቲ እመቤት ንዴቭ ቀሪባ መጺኣ በለቶ፣ በዓል ቤተይ ኣዝዩ ዘመስግነካ በለቶ። ሳላኻ ኣብ ሰሙን ሰለስተ ግዜ ጎልፍ ይኸይድ። ኣብቶም ዘይፈተኹዎም ነገራት ኣተኲረ እንተዝኸውን ግን፣ ሰባት ሓድሓደ ግዜ ኣብ ዘይፈትዉዎ ነገራት ብምትኳር ከም ዝፋትሑ ትፈልጡዶ? ኣነን ዴቭን ኣብ ሓዳር ኣርብዓን ሸሞንተን ዓመት ኣቝጺርና ኣለና፣ ከምኡውን ክሳብ ክንድዚ ነዊሕ ዝገበርናሉ እንኮ ምኽንያት ክልቴና ኣብቲ ዘይንፈትዎ ነገር ከይነተኵር ስለ ዝተማሃርና ኢዩ። ምኽንያቱ ክነግረኩም ይኽእል ኢየ፣ ኣነ ድማ መን ትረኽቡ ብዘየገድስ ብኽልቲኡ ሸነኽ ናይቲ ሌጀር ነገራት ክህሉ ኢየ። ሰሚዕኹምኒዶ? ኣነ ድማ መን ትረኽቡ ብዘየገድስ ብኽልቲኡ። ክልቲኡ ሸነኽ ናይቲ ለጀር ነገራት ክህሉ እዩ ኢለ። ምስ ደቅና ጸገም ነይሩና። ኩሎም ካባና ዝተፈለየ ስብእና ኣለዎም፣ ንሕና ድማ ካባይ ኣምጺኦምዎ ኢልና ንሓስብ። ካባይ ክትመጽእ ኣይትኽእልን ኢኻ፣ ንስኻ ከምዚ ካብ ጠረፍ ኢኻ ትመስል። ንሕና ድማ ኣይተረድኣናን፣ ከምኡ'ውን ሕድሕድ ወለዶ። ቆልዑ ዝተፈላለየ ነገራት ይገብሩ ኣለዉ ከምኡ እውን እቲ ቆልዓ ከለኻ ዝገበርካዮ ነገር ኣይኮነን እንታይ ከም ዝኾነ ትፈልጡ ደቅኹም እቲ ንስኻትኩም እትገብርዎ ዝነበርኩም ይገብሩ ምህላዎም እውን ክትርስዕዎ ትኽእሉ ኢኹም ኩሉ ነገር ከምቲ ወለድኹም ዝገብርዎ ኣይገበርኩምን ኣሜን ምቅርቲ ሓማተይ ኣባይን ዴቭን ክትሓርቅ ከላ ይዝክረኒ ምክንያቱ መሕጸቢ ሸሓነ ስለ ዝገዛእና ኣምላኽ ይባረኽ ንሳ መሕጸቢ ሸሓነ ኣይነበራን ንሕና ድማ መሕጸቢ ሸሓነ ኣየድልየናን እዩ ነቶም ሸሓነ ክትሓጽብዎም ትኽእሉ ኢኹም መሕጸቢ ሸሓነ ኣየድልየኩምን እዩ ንሕና ዝለመድናዮ ስለ ዘይኮነ እንጭነቀሉ ነገራት ዘገርም እዩ ስለዚ ንነገራት ክሳብ ክንድዚ ክንርኢ ኣየድልየናን ቅድሚ ንሓደ ሰብ ገለ ነገር ስለ ዝገበርካ ምሕራቅካ ብሓቂ መጽሓፍ ቅዱሳዊ ጸገም እምበር ናይ ወለዶ ጸገም ከም ዘይኮነ ከተረጋግጽ ኣለካ ምክንያቱ እቲ ልሙድ ምግባርካ ኣይኮነን እቲ ዝሓለፍክዎ ምስ ደቀይ ዝከራኸሮ ዘርእዮ ገጽን ካልኦት ነገራትን ኩሉ ክሓስቦ እንተለኹ ከመይ ከም ዝኾኖ ትፈልጡ ኢኹም ናብ መደቀሲኦም ትኸድ ኣብ ገዘ ክትነብሩ እንተኾይንኩም እዚ ዘረባ ዝተረድኦ ኣሎ? ጽቡቕ ርኢኹም ፈሊጥኩምዎ። ኣብ ገዛይ ክትነብር እንተ ዄንካ፣ ክፍልኻ ኸተጽርዮ ኢኻ። ከምኡውን ንቕድሚት ክትነብር ኢኻ። ጽቡቕ፣ ሕጂ ደቀይ ኵሎም ዓብዮም ኣለዉ፣ ምስኡውን ምስኣቶም ዓሰርተ ሓደ ደቂ ደቀይ ኣለዉኒ። ኵሎም ደቀይ ጽቡቕ ረኺቦም፣ ኵላትና ድማ ንፋቐር ኢና። ይመስለኒ ድማ ብዛዕባ ዘይጠቅም ነገራት እናተባእስና ብዙሕ ግዜ ኣባኺንና። ጠንቂ ናይዚኸ እንታይ ከም ዝዀነ ትፈልጡዶ? ነዚ ድሉዋት ዲኹም? ዘኹርዕን ትዕቢተኛን ኣተሓሳስባ ዩ ነይሩኒ ሕጂ ኣብ ብዙሕ ዝገብርዎ ነገራት ተጋግዮም ነይሮም ግን ይዓብዩ ነይሮም ምዕራም ኣየድልዮምን ማለት ኣይኮነን ግን ብዛዕባ ኩሉ ዝገበርዎ ሰለስተ መዓልቲ ተናዲደ ምጽናሕ ኣየድልየንን ነይሩ ብዙሕ ካብ ምንታይ ከም ዝመጸ ድማ ትፈልጡ ኢኹም ኩሉ ነገር ብናተይ መንገዲ ክገብርዎ ኣለዎ ዝብል ናይ ትዕቢት ኣተሓሳስባይ ወይ ድማ ፈጺሙ ዘይኮነ ከምኡ ውን ዝኾነ ካባሃትኩም ከምኡ ከም ዘይብሉ ይፈልጥ እየ። ግን ዝኾነ ሰብ እንተድኣ ኣድልዩዎ ንቕድሚት ክትከዱን ክትወስዱን ትኽእሉ ኢኹም። ነቶም ቆልዑ ኣስተማቕሩ። የቕንየለይ። መጽሓፍ ቅዱስ ዋላ ጓል ኣነስተይቲ ንሰብኣያ ከተስተማቕሮ ኣለዋ ይብል። ርኣዩ እቲ ገለ ካባኻትኩም እንታይ ከም ዝሓስቡ እፈልጥ እየ ዝበልኩዋ ደቓይቕ ጽቡቕ ነቲ ኣነ ዝተመርዓኹዎ ወዲ እንተትምርዓዉ ንስኻትኩም ከተስተማቕሩዎ ኣይምከኣልኩምን። እሺ ምሳሌ ዕስራን ሰለስተን ሸውዓተ ከምቲ ሰብ ኣብ ልቡ ዚሓስብ ከምኡ ይኸውን። ከመይሲ ከምቲ ኣብ ልቡ ዚሓስቦ ንሱ እውን ከምኡ እዩ። ልክዕ ኣብኡ ጥራይ ደው ክንብል ኢና፣ ከምቲ ኣብ ልቡ ዚሓስቦ ንሱ እውን ከምኡ። ሕጂ ኻልእ ጽሑፍ ክንርኢ ኢና፣ ሮሜ ዓሰርተ ኣርባዕተ ዓሰርተ ኣርባዕተ። ኣነ እፈልጥ እየ ድማ ይኣምን እየ ከም ሓደ ኣብ እግዚኣብሔር ዝኾነ ነገር ከም ብመሰረቱ ርኹስ ንርእሱ ርኹስን ዘይቅዱስን ከም ዘየለ፣ ግን እንተ ነኣሰ ርኹስ ንዝኾነ ርኹስ ዝመስሎ ሰብ ርኹስን ዘይቅዱስን እዩ። ሕጂ ጳውሎስ ብዛዕባ እቲ ንጣኦታት ዝቐረበ ስጋ ምብላዕ ዝብል ጉዳይ እዩ ዝዛረብ ነይሩ። ርዱእ እዩ ኣብዚ ግን ብዛዕባ ሓደ ጉዳይ ይዛረብ ነይሩ ግን ክንገብሮ ዘይግባእ ነገራት ኣሎ ንሱ ድማ ኣብቲ ግዜ እቲ ንክርስትያናት ዓብዪ ነገር እዩ ነይሩ ንጣኦታት ዝቐረበ ስጋ ክትበሊ ኣይትኽእልን ኢኻ ምኽንያቱ ብመሰረት ህጊ ኣይከኣሉን ሕጂ ግና ኣብ ዝተፈለየ ግዜ ኣብ ትሕቲ ስንቂ ጸጋ ይነብሩ ኣለዉ ጳውሎስ ድማ ረኣዩ ካብቲ ኩሉ ሕጊ ስነ ስርዓት ሓራ ወጺእኻ ይብል ኣሎ። ካብ ሞራላዊ ሕጊ ኣምላኽ ሓራ ኣይወጻእናን፣ ካብ ስነ ስርዓት ሕጊ ኣምላኽ ግን ሓራ ወጺእና ኢና። ስለዚ ድማ ጳውሎስ ከምዚ ይብሎም ነበረ፣ ጣኦት ዋላ ሓንቲ ከም ዘይኮነ ክሳብ ዝፈለጥካ፣ ሽዑ እቲ ጣኦት ነቲ ስጋ ክጎድኦ ኣይኽእልን እዩ። ስለዚ ብሓቂ ነቲ ንሱ ዝብሎ ስጋ ክትበልእ ናጻ ምዃንካ፣ ይኹን እምበር ርኹስ፣ እንተ መሲሉካ ንዓኻ ርኹስ እዩ ስለዚ ኣይትግበሮ። ስለዚ ብሓቂ እንታይ ይብል ነይሩ? ገለ ነገር ጌጋ እዩ ኢልካ እንተ ሓሲብካ ዋላ ጌጋ እንተ ዘይኮነ ንዓኻን ንመላእ ስርዓትካን ከም ጌጋ ክጸልወካ እዩ ስለዚ እንተ ዘይጌርካዮ ይሓይሽ ምክንያቱ ጌጋ እዩ ኢልኩም ዝኣመንኩምዎ ነገር እንተ ጌርኩም ሽዑ ሕማቕ ስምዒት ክስምዐኩምን ናይ ሕልና ገበን ክህልወኩምን እዩ። እዚ ድማ ሓጎስኩምን ሰላምኩምን ክሰርቆ እዩ። ጽቡቕ፣ ኩሉ ግዜ ከመይ ከም ዝስምዕና ኽንቈጻጸሮ ኣይንኽእልን። ብሓገዝ ኣምላኽ ግን ሓሳብና ኽንመርጽ ንኽእል ኢና። ነቲ እንብሎ ንቝጥብ፣ ኣብ ኣሉታዊ ኵነታት እውን እንተ ዀነ ጽቡቕ ኣተሓሳስባ ነማዕብል። እዚ ድማ ሓያል ይመስለኒ።

እዚ ብመሃዙትን መሳርሕትን ጆይስ ማየር ሚኒስትሪ እናተሓገዘ ዝቐርበልኩም መደብ እዩ።